ቅድሚ ሕጂ ትግራይ ዳግማይ ናብ ዕጽዋን ክባን ንኸይትኣቱ ኤርትራ ዘድሊ ደገፍ ከም እትገብረላ ነጊረ ነይረ። ቅድሚ ሕጂ ትግራይ ዳግማይ ናብ ዕጽዋን ክባን ንኸይትኣቱ ኤርትራ ዘድሊ ደገፍ ከም እትገብረላ ነጊረ ነይረ። ኩሉ ህዝቢ ትግራይ ተቓሊሱ እዩ። ዘይቃለሱ ዝተወሰኑ ፋሚሊ ክህሉ ክእሉ እዮም፣ የቃልሱ፣ ግቡኦም እዩ። እዚ ሕጂ እትርእይዎ ዘለኹም ኩነታት እምበኣር ነዚ ዘረጋግጽ እዩ። ቅድሚ ሕጂ እውን ተጋሩ ንገለ ሰባት ክጥንቀቑሎም ሓቢረ ነይረ። እዝን ካልእን ጭቡጥ ሓበሬታት'ዚ ክህብ እንከለኹ ብድሕረይ እንታይ ዓይነት ዓቕሚ ከም ዘሎ ንጽሪሩ ክረኣየኩም ግድን እዩ። ነዚ ኤርትራዊ ሓይሊ'ዚ ሒዘ ዘይተመካሕኹ እንታይ ሒዘ ክምካሕ? ብሰራዊተይ፣ ብመንግስተይ፣ ብህዝበይን እዕበን ፈረቓን ምሰዛብእ ኣብ ዝገጥመሉ እዋን ነቲ ናይ ኣናብስ ዝኾነ ዓቕሚ ህዝበይን መንግስተይን ሒዘ ብድምጺ እምበሳ እጓዝምን ፈረቃን ኣብዛ ዓለም ነዳዲኣ ፕሮፖጋንዳን ዘረባን ኮይኑሉ ዘሎ እዋን ሓቂ ሒዝና ናብ ኩሉ ናይ ጸላእትና ፈኸራታት ግልባጥ ምዃንና ከነርኢ ኣለና ፈረቃን ከምዚ ክንገብር ዘለናዮ ናይ ገድሊ ኩነታት የገድደና እዩ። ሕጅን ክሳብ ምሉእ ሰላም ዝኾነልናን ሓያል ጻዕሪ ዘድልዮ ገድሊ'ዩ ዝጽበየና ዘሎ። ዞባ ምሉእ ከነድሕን ተሓቲትና ኣለና፣ ብኸምኡ ከኣ ክንንቀሳቐስ ኢና። መገድና ድማ ሓፋሽ ይንቃሕ፣ ይወደብ፣ ይዕጠቕ ዝብል እዩ። ኩሉ ህዝቢ ትግራይ ተቓሊሱ እዩ። ዘይቃለሱ ዝተወሰኑ ፋሚሊ ክሉ ክልኦም የቃልሱ ግቡኦም እዩ። ብዝሓለፈ ቃልስን ብዝኸፈልናዮ መስዋእትን ኩሉ ሰብ መማረሪ እንተኾይኑ ከመይ ገይሩ ወረዳ መማሓደሪ ዞባ መማሓደሪ ታበይ ከምዚ ኩሉ እግረይ ተሰንኮልኩ እየ ዓይነይ ከም ዝኾንኩ እየ ሰብኣየ ዘጋደልኩ ዝተሰወየ እገለ ክንዲ ዝተሰወይ ገለ ዝቆሰለ እዩ ናብ ከምኡ ዓይነት መፅበ የስ ይፈለጥ መብቶም ይተሓሎ ቅድሚያ ንስዋኣትና ንሃብ ቅድሚያ ንኣካል ጉድኣትና ንሃብ ኣብ ደጀን ንዘለዉ ተጋደልትናን ስድራ ስዋኣትና ንከባኸብ ግን ፕሊስ ከይተፀባፀብና ንጋደል በሃሊ እዩ በቃ ግልፂ እዩ ከይተፀባፀብና እቲ ዝቐርየና ዕማም ንመን እዩ ኣብ ምፅብፃብ እንተኣቲና ፅቡቅ እዩ ንመፃዕ ዕድልና ምስትኽኻል ሓደ ጀነሬሽን እማ ግቡኡ ፈፂሙ መስዋእቲ ከፊሉ ዓዲ ዝቕር ስለዚ ቅድሚያ ነቲ ናይ ሓባር ጥቕሚ ንሃብ በዚ ከዓ ተመክሮ ዘለና ህዝቢ

እቲ ስቕ በሃሊ ሰብኣይ፣ ሰባት ክብረት ክኸልእዎን ከሕስርዎን እንከለዉ ስቕ እዩ ዝብል። ናይ ዕግርግር ኵነታት ክኸቦ እንከሎ ስቕ እዩ ዝብል። ብርግኣት ኣብ መትከሉ ይጸንዕ። ሰባት ዝፈርሐ ወይ እውን ፈራሕ ክመስሎም ይኽእል እዩ፣ እዚ ግን ሓይሊ ናይ ስቕታ ዘይምርድኦም እዩ። ስቕ በሃሊ ሰብ ንዅሉ ነገራት እዩ ዝርኢ፣ ይዕዘብ፣ ይመሃር፣ ይምዝግቦ ድማ። ዘየኽብርዎ ሰባት ክብረቱን ኣገዳስነቱን ንምርዳእ ምስ ሰባት ክመሳኸርን ክዛረብን ግዜኡ ኣየጥፍእን። ስቕትኡ ፍርሒ ኣይኮነን፣ ነብሰ ምትእምማን እዩ። ካልኦት ጫውጫው እንዳበሉ ንሱ ብስቕታ ሓሳባት ብምስልሳል መደብ ብምውጻእን ኣብ መጻኢ እንታይ ስጉምቲ ከም ዝወስድ ይውስን። ከምዚ ዓይነት ሰብ ብቐሊሉ ዝጠዋወን ዝምዝመዝን ኣይኮነን። ብኻልኦት ሰባት ተደፋፊኡ ከም ናይ ካልኦት ሰባት ግብረ መልሲ ኣይህብን። እንታይ ይሓስብ ከም ዘሎ ክትፈልጦ ኣይትኽእልን። ንሱ ድማ እዩ ሓይሊ። ስቕታኡ ልዕሊ ዝኾነ ይኹን ጫውጫውታን ኣውያትን ድምጺ ኣለዎ። ዝወስዶም ስጉምታት ድማ ልዕሊ ዝኾነ ይኹን ቃላት ዝሓየሉ እዮም።

እዚ እንዳነገርናኩም ጸኒሕና ኢና ሕዚ ግን እቲ ድፋዕ ድፋዕ ይኹዕ ተሎ ብዝብል ጥራሕ እንተይኮነ ከምዚኣ ገይረ እየ ከርእየኩም እዚኣ እታ ድፋዕ ኣብነት ናይቲ ድፋዕ ዝተወሰነ ማለት እዩ ዙርያ ኣዲስ ኣበባ እዩ ተመልከት እዚ እዩ እቲ ድፋዕ ማለት ኣብ ኣዲስ ኣበባ ኣብ ኣዲስ ኣበባ ድፋዕ ዝኹዕት ዘሎ ማለት እዚ ጉድኒ ዓይኒ እንድዩ ፍርሒ ናይ ኣብዪ ኣሕመድ መንግስቲ ሃይለማርያም ከም ዘይኳዓተን ባይዘወ ኣይኮዓተን ርግጸኛ እየ ኣይኮዓተን ኣብ ጥቃ ኣዲስ ኣበባ ኣብ ዝነበርሉ እውን ድፋዕ ከምዚ ገይሩ ኩዒቱ ኣይተዋግእን ኣብ ሸረሪና ዝተሰርሐ ተኣምር ካብ ትግራይ ናብ ኣዲስ ኣበባ ሓደ ሽሕ ኪሎ ሜትር ብኣቨሬጅ ኢልና ንውሰዶ ሓደ ሽሕ ኪሎሜትር መጽዮም ዝኾነ ነገር ገብሩ እዮም ተጋሩ እንተመጽዮም ተጋሩ እንተሃልዮሞ የለኹን ኣነ ማለት ኢሉ ዝሰገእ ጸላኢ ከምዚ ሓዚ ትርእይዋ ዘለኹም ኣብ ርእሰ ከተማ ናይታ ዓዲ ኣብ ኣዲስ ኣበባ ድፋዕ ኩዒትካስ ትግራይ ክትመከት ትግራይ ክትብላዕ ማለት እዩ ትግራይ ክነጥፍእ ኢና እንዳበለ ዝመጽእ ዘሎ ጸላኢ ኣብ ኣዲስ ኣበባ ድፋዕ ኩዒቱ ንትግራይ ክከላኸላ ተኣምራት እዩ ማለት ምናልባሽ እዚ ብሓደ ገፅ ኣብ ሓንቲ ከባቢ ዘላ እዮም ዘርእዩና ዘለው የቕንዮም ሶርስታትና ኣነ ብጣዕሚ ዝገርመኒ እንታይ ይመስለኩም እንተነኣሰ ተጋሩ ኮይንና ክንርድኦ ዘለና እውን ኢለ ዝሓስቦ ማለት እዩ እዚኣ እናገበረ ኣብ ኣዲስ ኣበባ ድፋዕ ኩዒቱ ኣብ ትግራይ መፅስ ተዘይበላዕኹም ዝብለካ ትግራይ ናይ ምጥፋእ ድልየቱ ብዝኾነ ይኹን መልክዑ ክገድፎ ዝኽእል ነገር ከም ዘይኮነ እዩ ዘርእየኒ እዚ እኮ ኦረዲ ተሰዓረኒ ስዕረቱ እኮ ባዕሉ ይነግረና ኣሎ ኣብ መቐለ ኣይኮነን እኮ ድፋዕ እዚ ኣብ ወሰና ወሰን መቐለ ወሰና ወሰን ሽረ ወይ ዓድግራት ወይ ማይጮ ኣይኮነን ኣብ ወሰናወሰን ከተማታትና ድፋዕ ንኹዕት ኣይኮናን። እንተነኣሰ ንቆላ ውሪድካ ናብ በረኻ ውሪድካ ኢኻ ንፀላኢ ትድዕኾ ናይ ወለድና ንሱ እዩ ትማሊ ትማሊ ዝረኣናዮ እውን ንሱ እዩ ሓትና ዝገበርዎ ወለድና ዝገበርዎ ትማሊ ኣዲስ ኣበባ ዙርያ ድፋዕ እናኳዓትካስ ንትግራይ መፂኻ እንተዘይበላዕ ክትብል ከለኻ ግን ሓንቲ እያ እታ ትርጉም ሞትኮ ይሞትኩ ስለ ሞት ምንም ኣይሓስብን ዘሎ ስለቲ ዝጠፍእ ዘሎ መንእሰይ ምንም ኣይሕስቦን ዘሎ እቲ ሓንቲ ዝሪኣ ዘሎ ፀላእ እዚ ትግራዋይ ክጠፍእ ኣለዎ ካብ ገፅ ምድሪ ትብል እያ ልቢ በል ሕዚ ትግራዋይ ኮይኑ ምስ ሓይሊ እዚ ዝውግን ትግራዋይ ከመይ ዝበለ ትግራዋይ ክበሃል ከም ዝኽእል ይፈልጥ ከመይ ዝበልካ ደንቆሮ ክትኮን ከለኻ ኢኻ ዘርእኻ ከጥፍእ ዓሌትካ ከጥፍእ መንነትካ ከጥፍእ ታሪኽካ ከጥፍእ ምስ ዝኸይድ ሓይሊ ወጊንካ ትሰርሕ እዚ ትዝገርመና ኣነ ካልእ ምስክረ የድልየካን ተኣኻልካዮ ትኩዕቶኒ ኢኻ እንተኢልካዮስ ሕዚ ኮን ትግራይ ክወርር ይመፅእ ስለ ዘሎ እዩ ዝኩዕቶ ዘሎ እምበር ፋኖ ሰለስተ ዓመቱ እዩ ኦላ ሽዱሽተ ሸውዓተ ዓመቱ እዩ ነዚኦም እንተዝኾን ነይሩ ነቶም በብኸባቢኡ ዝኔው በብኸባቢኡ ዝኔው ናይ ናፅነት ሓይሊ እንተዝኸውን ነይሩ እስካዕ ሕዚ እታ ኮይኑ ዘይኳዓቱ ሕዚ ዝመፅእ ዘሎ ናብ ትግራይ እታ ናይ ትግራይ ደብረ ብርሃን ምብፃሕ ከዓ ስለ ዝፈልጣ ፅባሕ ንጎ ደብረ ብርሃን ክመፅኦም ዞም ሓይልታት እዚኦም ማንም ጠጠው ዘብሎም የለን ግን እዚኣ እንዳፈለጠ ዕርቂ ዘይገብር ብሰላም ዘይውድኦ ክትብሉ ትኽእሉ ኢኹም ከምኡ ክንብል ንኽእል ኢና ለባም ከምኡ እዩ ዝብል ኣይክእሎምን እዚኦም ጥሒሶም ክመፁ ይኽእሉ እዮም እንድሕር ኢሉ ብሰላም ዘይውድኦ እንታይ እቶ እንታይ እቶ ዝኹሉ ድፋዕን ካሊእን ምኹዓት እንታይ ናብ ከምኡ ናብ ከምኡ ወሰዶ እዚዩ ንለባም የተሓሳስቦ እዩ ከም ኣብዪ ኣሕመድ ዝበለ ብደው ዝደንቆረ ብፅልኢ ዝደንቆረ ኣብቲ ኣተሓሳስባ ንሱ ዘለዉ ብምልኦም ሞት ከርኢ ዘይኽእል ፅልኢ ኣለዎም ማለት ሞት ዘርስዕ እዚኣ ሕዝስ ደራፊት ተዋዛዋዚት እያ ኣስቴር በዳኒ ስራሕ ሓደ ትሰርሕን እንትሓወት ምስዚኤን ዝውዕል ምስ ፖለቲከኛታት ኣይኮነን ምስ ሳይንቲስትስ ኣይኮነን ምስዚኤን ዝውዕል መራሒ ዝመርሐ ዓዲ እኮ እያ ተውድቐካ ዘላ ነዚኦምስ ኣብ ናይ ዓለም ዲፕሎማሲ ሓሲኻዮም ኣውዲቕካዮም ምኻድ ይኣብየካ ከመይ ገር ይኣብየካ እዚኦም ዝመርሕዎን ሚድያታት ክልተ ሰለስተ ሚድያ እሙናት ሚድያታት ብደንቢ ጌርካ መሪሕኻ ዶሚኔት ጌርካ ምካድ ይኣብየካ ከመይ ገሩ ይኣብየካ ኦኬ ሶ ኢሎፍቲ ነፍቲ እንተዘርኢ ካብ ዝኸውን ናይ ሕወሓት መልእኽቲ ክሰምዕ እንድሕር ኮይኑ ሰብ ኣበይ ከም ዝርከብ ክፈልጥ ክኽእል ኣሎ ተር ኢሉ ናብ ደደቢት እንተመፅኡ ኣብ ደደቢት ዝኾነ ነገር እንተ ኢሎም ንኣብነት ናይ ፈትለ ወርቂ ደ እኒሄ ፈትለ ወርቂ ኣብ ደደቢት መፅያ ኢንተርቪው ክትገብር ኣለዋ ሕዚ ኢልክ ደይበልክን ኣይኮነን ንዕኡ ብንእሽተይ ሚድያታት ክጥቀማሉ ብዝኽእላሉ ኣንደበት ኣሕሊፋ ካሊእ ግን ናይ መኸተ ጉዳይ ናይ ካሊእ ጉዳይ ብስትራተጂ ኣላዊሳቶ ትኸይድ ድሓር ሚድያታት ትግራይ ይጥቀማሉ ቲኤን እውን እንዳሰልዓ ክኸዳ እየን ኦ መንጀሪኖ መልሲ ሂባ እከለ ዝበሃል ሚድያ ኣቕሪባ ከምዚ ባይላ ከምዚ ባይላ ሽዑ ኣጀንዳ ንቕይሮ ኣለና ማለት ትዝሃበቶ መልሲ እምበር ቲላቶ ተባሃለ ኣይኮነን ዝኸውን ድሕሪ ናይ ፀላእ እንታይነት

ዓሰርተ ሓሙሽተ እቲ ናይ መጨረሻ ውግእ ጌርና ናብ ሰላም ውዕል ዶ ኣቲና? ሻው ብዝተወደበ መንገዲ መንግስትና እውን ጥዑይ ኮይኑ፣ ክልላዊ መንግስትና፣ ፓርትና እውን ጥዑይ ኮይኑ፣ ሰራዊትና እውን ጥዑይ ኮይኑ፣ በብኸባቢኡ ዝነበረ ላፕቶፕ በቲሩ ኣነ እየ ፈላጥ እንዳበለ በቲን በቲን ዘዋቕዕ ኢሊት እውን ስርዓት ገይሩ ብናይ ሓባር መኸተን ዕላማን ተንጓዓዝ እመኑን ሕጂ ኣብዚ ሕጂ ዘኒና ኩነታት ኣይምበፃሕናን ነይሩ መሬትና መምለስና ህዝብና መምለስና ናብታ ዝነበረትና ናይ ልምዓት መንገዲ መኣተና። ግን ኣብ ዝሓለፈ ክልተ ዓመት ናብ ሽግር ኣትዩ ኣብ ፖለቲካዊ ውዳበና ፓርትና እውን ፀገም ገጢሙ ኣብ ሰራዊትና እውን ፀገም ገጢሙ ኣብ ሓድነት ህዝብና እውን ፀገም ገጢሙ በቲ ዝኸፈልናዮ መስዋእቲ ክናሳሕ ተገይሩ ቅንውንው ክንብል መሊስና ንዘይምልሶ ንህልውናና ኢልና ዝኸፈልናዮ መስዋእትሲ ተመሊስና ብዛዕብኡ እ እንዳበልና እንዳተጨነቕና ክንነብር ክንናሳሕ እንዲዩ ተገይሩ ግን እዚ እውን ካብታ ናይ 213 ዘይትንእስ ቃልሲ ምናልባሽ እውን ካብኣ ንላዕሊ ተቓሊስና ሕጂ ንመፅ ኣለና ንብርኽ ኣለና ገና ክንብርኽ ኢና ክንብርኽ ኢና ንሕና ህዝቢ ኢና። ንሕና ሙሉእ ዝኾነ ሕብረተሰባዊ ብቕዓት ዘለና ሕብረተሰብ ኢና። ከምኡ እየ ዝብል። ታሪኽና ሙሉእ፣ ቋንቋና ባህልና ሙሉእ፣ ኣብ ፀጥታን ድሕነትን ብቑዓት፣ ኣብ ፖለቲካ ሊደርሽፕ ኩላ ሓይሊ ከካብ ናይ ባዕላ ብሄራዊ ረብሓ ስለ እትርኢ ኣብዚ ከባቢ ብቐሊሉ ክንጥመት ገይሩና እዩ። ይኹን እምበር ጸጋ ከኣ እዩ በቲ ሓደ ገጽ። ጠንኪርና እንድሕር ኬድና ግን ጸጋ እዩ። ኣብዚ ከባቢ ምህላውና ዝበለጸ ትኹረት ረኺብና ንሕና እውን ካብ ውሽጥና ዝብገስ ዓቕሚ እንተፈጢርና ምናልባሽ ናብ ረብሓና ለዊጥና ብዙሕ ርሕቐት እውን ክንከድ ንኽእል ኢና። ካብ ሕሉፍ ጉዕዞና ተማሂርና። ይከኣል እዩ።
ሪፈረንደም ኣብ መበል መወዳእታ እነካይዶ ነፃ ሃገር እዩ ዝሕሸና ዝብል ምድማፅን ኣይ ነፃ ሃገር ይሕሸናን ዝብል ምድማፅን ኣብ ዘላ ጥራሕ ከዓ ክትግለፅ የብላን ህንፀት ሃገር መስርሕ ስለ ዝኾነ ኢኮኖሚና ንምምሕያሽ ፍትሓዊ ስርዓትና ንምምሕያሽ ትካላት ንምጥያሽ ወዘተረፈ ከምቲ ዶክተር ገረመድሂን እውን ዝገለፅካዮ ንኣብነት ናይ ሰራዊትና ቀፃልነት ዝምርሐሉ ፖሊሲ ከይቀረ ናብ ህዝበ ውሳነ ክቐርብ ኣለዎ ባህሊ እያ ኩሉም ክመሃሮ ኣለሉ መስሎ ስለዚ ሪፈረንደም ውንስ መስርሕ እዩ በዚ ሪፈረንደም እዚ ኣቢለን ዝህነፃ ትካላት እውን ክህሉ ኣለዎ ናብ ማእከላይ ኮሚቴ ህወሓት ብምኽንያት መሰል ርእሰ ውሳኔን ገስጋስን ብስም ውድብ ህዝባዊ ግንባር ህዝቢ ኤርትራን ሰላምታናን ናይ ቃልሲ ምሕዝነትናን እንዳቕረብና ንናይ ቃልስኹም ንጹርነት ኣድናቖትናን ደገፍናን ንገልጸልኩም። ኣብ ዝሓለፈ ሸሞንተ ናይ መሪር ቃልሲ ዓመታት ንዝተመዝገቡ ዓወታትኩም ድማ ንምጉስ። ሕጂውን ዝሓለፈ ተመኩሮኹም ገምጊምኩም ንዝተሓፍሱ ዓወታት ዓቂብኩም ኣብ እትገብርዎ ቃልሲ ነዚ ጸላኢ ዝፍጽሞ ዘሎ ወራር ከም ኩሉ ቅድሚ ሕጂ ዘፍሸልኩሞ ወራራት ከም ዝፈሽል እንዳተኣማመንና ኣስተውዕሉ ኣብ እተካይድዎ ቃልሲ ህዝባዊ ግንባር ኣብ ጎንኹም ምዃኑ የረጋግጽ ምሕዝነት ኤርትራን ትግራይን ይደልድል ዓወት ንሓፋሽ ኢሉ።